መን ድኺ ሃኒ ድኺ ዮርዲ እየ ዮርዲ ኦ ሃኒ እየ ከመይ ኣለኺ ሰላም እዩ ሰላም ፅቡቅ ኣበይ ኣለኺ ገዛ ስታርባክስ ኣለኹ ኣ- ኣበይ ኣለኺ ሬንቦ ፍላሚንጎ ኣብ ስታርባክስ ኦ ኦኬ ኣድራሻ ስለዝሊ ክመፀኪ እየ ዋ እንታይ ደልኺ ዋ ፌሩዝ ኣትባ ትመፅእ በሓን ስለዝሊ ሂልባ
ኣነ ሰብ ኣይደለናይ ሕጂ ይግረፉኒ I don't want anybody. ግረፉኒ ምስ በይነ ደስ ዝብለኒ ተዓወቲ ምጆንከ ምጆንከ ሓቂ ምጆንከ ጃን ከዓ ብዚ ጃን ከዓ
ተዓወቲ ኣትስኩስ እንኳዕ ተፈጠርኪ እንኳዕ ተፈጠርኪ ሶሪ ስሊቡ ንዕ እንታይ ዝበሃል ወይ ጅም ክንከይድ ናብ ሓንሳብ ወይ ገለ መፀ ክለኹ ኣድራሻ ስለ ዝለይሞ እሞ ኣብ ሬንቦ ፍላሚንጎ እዩ ሬንቦ ፍላሚንጎ ስታርባክ ኦ በቃ መፀ ክለኹ በል ሓረይ ሓረይ ጫማ በል ተማልለይ ጫማ ገላይ መሊሰ ዘለኹ ታወት እንታይ ጌርክለኽ እዩ ሸበጥ ከምዚ ጌረ ኣለኹ ግን ዓይቢኒ ዓይቢኒ ኣሎ ኦኬ ናተይ ክማልኣልክ እየ ሓረይ ዝያዳይ ቻው
ፕራይቨት ግበርያ ስምዕኒ ክሳይ ግበርያ ሞ ፈለወልያ ፈለወልያ ፕሊስ

ሲልቡ ይኸንሱ መንጃ ምዃንዳ ኣይዛረብን ኣበደን ኣይትኸውን እያ ቆሪቡ ዲ ሕጂ ዳ ማንጃ ፍቓድ ሲልቡ በቃ ሶሪ ጋይስ እሞ እንታይ ዝበሃል በቃ ሐራይ ሃኒ ንወፅሞ እታይ ይመፅኣሉ ግበር ሃኒ ርኸቢ ያኺ ጨርቂ ሐራይ ሃኒ ስርዓት ብኸይድኪ እዩ ኣብ ሚድያ ምስ ኣብኡ ከዓ ዘለኽን ሓበሻ ሲልቫና ትፈቱ ከምዚ ናይት ክለብ ሙዚቃ ዳንስ ገለ ኣብቲ ዘሎ ሓበሻታት ሲ ኡይ ኢለ ብ- ብናቶም ሲ ኡይ ኢለ ግረፍኒ ኣብ ዘሎ ኣይነው ሓበሻ ኣይነው እንታይ ይገልጽ ይርዳኒ ይብል። ይርዳኒ ዲኖ ኮስ ኣም ገበር ካዳ ሓደ ኣኺ ክብል ትጽብሒ ኣይገልጽ ጽብሒ ይብል። ሲልባ ንዓይኒ እንታይ ዝበሃል ግበራ ውፃ ናይት ክለብ ኬድካ ምሹልማት ጥራሕ ኣይኮነን ኣብኡ ተዘናጊዕካ ም- ናይ ወይት ናይ ናይ ክለብ ክኸዳ ኣለወን ክለብ ይኸዳ ይዘናጋዓ ምስ መሓዙተን ኣዋልድ ኖርማል ቤቢ ፌሩዛ ፌሩዛ ትሕቲ ዕድመ እንድያ ትሕቲ ዕድመ እያ ኮ ሰሊቫና ንዓይ ሓፍተይ እንድያ ትሕቲ ዕድመ እያ ብዛዕባ ክለብ ገለመለ ብዙሕ እንታይ ዝበሃል ኣይትግበሪ እያ ሰው እሞ ከዓኒ ኣሎ እንዶ እንዳ ማሳጅ ኣሎ ስቲም ኣሎ እ፣ ከምዚ ፓርክ ኣሎ ናይ እንስሳ ፌሩስ ክነውፃ ዶ ያ ጀምዓ ሕማቕ እያ ትምህረልና ዘላ ክነውፃ ዶ ኣይፈለጥኩን ልዕሊ ዕድመ መሲሉኒ ነይሩ ካማይ መሲሉኒ እየ

ኢንስትግራም ገለረኸቢና ዝያዳይ ማይ ሃኒ ኦብሳብ ዝመጠኩም ፀንሕኒ ኺ እወ
ኦኬ በቃ ቻው ኢንስትግራም ስምዕኒ ዝያዳይ ኢንስትግራም ረ በዓል ዝሽጉጥ ገለ ሕጂ ጌም ትፃወቲ ክዳን ግን ስነ ስርዓት ገብሪ ንከምኡ ዝፃወት እትኾንኪ በዓል ዝሽጉጥ ሕጂ ሓዳር ጌርኪ ምስኦም በሊዕኪ ተብልዕና ጊፍተር ትኾኒ በዓል እዚ ሽጉጥ ሕጂ ኣነ በቃ ብጣዕሚ እየ ዝሓር ሰብኣየይ ዘይኮኑ ገለ እንዳበልኩ እዎ ክትበልዕዮም ቅድሚ ሕጂ ዝበልዓኸዮም ከይኣኽሉ ሕጂ ከዓ ክትበልዕዮም ኣ ትበልዕዮም ክትበልዖም እያ እኳ ዘላ ኮንካ ትዛረባ ካልኤካ እዩ ስራሕኻ ግደ ከም በሊዕ ክብልዕኒ ዝያዳይ እታ ስልቫናስ እንታይ እያ ኮይና? ዝያዳይ እንጆይ ጌርኪ ጠጥቑ ጋብዛት ኣነ እኮ የፍቅረካ እየ ዋው። ትምርዓውን ልባ ኣንቲ በት እ? ሽጉጥ ነይ ኣለኪ ሸኪ ጆን ብላክ ድኻ እዩ ናይ ክሳብ ክሳብ እዩ ጆን ድኻ እዩ ዋይታይ ድኻ ደኣ ትፈልጥ እንድያ ድኻ ከም ዘይኮንኩ ትፈልጥ እያ ባይዘወ ይስኹ ጓለ ኢኺ ንዓይ ጓለ ኢኺ Marry you. Can you marry me? ንዓይ ከተቕንዐኒ እንድያ ሲልቫና ጓል ተፍቅሮ ወዲ ደስ እዩ ዝብለኪ ምሽ ኣትስቆል እወ እወ ኣይ ኪል እዩ
ዋይ ብራክ ሚ ማይ ሃርት ወይ እንግሊሽ መይታ ወይ እንግሊሽ ሎም ሓንቲ ኣዲኣ ትደፋ ወይ ሓሊማ ሓሊማ ትገብርያ ዘለኺ ሓሊማ ንዕባ መሰል ቢኒ ጌም ንፃወት ጌም ንፃወት ካልእ ካልእ ኦኬ። ሰብ እቱ ካልእ ሰብ ፌሩዝ እስኻ ኣነ ካልእ ሰብ ካቱ ካልእ ሰብ ጌም እንታይ ክንፃወት ክንገብር

ከንደ ሰብ ዳዳናጊራ
ዝያዳይ ባባ ብጣዕሚ ዝፈተካ ሰላም በሎ ሰላም ሰላም መንታይ ዝበሃል ኣቦይ ሲልቫና ብጣዕሚ ዝፈተካ ገለ በሎ ኣበይ ኣሎ ኣቦይ ሲልቫና ዳይረ ስሚት ግበራ ሰምዓካ ኣሎ ሰምዓ ኣሎ ኦኬ በቃ ሲልቫና ሕጂ ክትመፀኪ እንድያ ሃኒ ዮርዳ ክትመፅያ ትፅበያ ኢኺ

ኖኖኖ ኣይኮንኩን ኣይኮንኩን ኣነ እንታይ ኢለ ቤተሰብኪ ናይ ስጋ ኣይኮንኩን ብመንፈስ ግን ሓውኺ እየ። እወ እወ ስራ እወ። እወ ሕጂ ሓንሳብ ክዛረብ ንእሽተይ ሓደ መጀመርያ እንታይ ክብል ደልየ ሰላም ኩላትኩም ማለት እዩ ሲልቫና እቲ ኣርእስቲ እወ እቲ ኣርእስቲ እቲ ኣርእስቲ ብጌጋ ዝተረድኦ ሰብ ናትኪ ዝነበረ

ኣዲኡ። ሕራይ ተጋግየ ተጋግየ ማለት እዩ ዳሓን ህጂ እንታይ ማለት እዩ ብከምኡ ጌጋ መሲልልና ነይሩ ንዓና ንሕና ኢና ተጋጊና ንስኪ ኣይኮንክን ንስኪ ጽቡቅ ነይርኪ ንሕና ግን ተጋጊና ጸኒሕና እሞ ህጂ ተኣሪሙልና ጽቡቅ ማለት እዩ ንዝያዳ ግን እንታይ ትገብሪ ሲልቭ ከምቲ ዝገልጹኪ ዝነበሩ ንስኪ ጽብቅቲ ኢኪ ኩሉ ዋላ ፐርፌክት ኢኪ ዋላ ኢንተሊጀንስ ኣለኪ ኩሉ ኣለኪ። እንታይ ግን ኣሎ እንተልኪ እዚ ማስ ሚድያ ንክጥቀመሉ ዘይክእል ሰብ የጋግዮ እዩ የስሕቶ እዩ የፅድፎ እዩ ኣጠቃቅማ ስነስርዓት ኣለዎ ከመይ ጌርካ ትጥቀም ምክንያቱ እዚ መዓት ፅሉል እዩ ዘሎ መዓት ለክባጥ መዓት ሓሳዊ ኩሉ ቅኑዕ ማለት ኣይኮነን ኣብዚ ይፈትወኪ የፍቅረኪ ከምዚ ሰበይተይ ሽኮረይ ገለ ተበለኪ ሰብ። ኣጆኹ ኣነ ቆልዓ እየ እንታይ ሓንሳብ ትገብሩ።
ሓንሳብ ስምዕዮ ባኒ ይመኽረኪ እንድዩ ዘሎ ዋእ ናብ ብሓንሳብ ሕጂ ዓቕሊ ግበሪ ፕሊስ።
ኣብዚ ኣብዚ ሲ ሲልቫና ዋላ ሰብ ሓዳር ቆልዑ ኣደቂሶም ኣወዳት ሲልቫና ሽኮር ይፈትወኪ ገለ ክብሉኺ እዮም ምኽንያቱ ብዙሕ ሕማቕ ሰብ እዩ ዘሎ ን ን ንዑኡ ጸጊብኪ ወይ ንዑኡ ተረዲእኪ ወይ ብዛዕባ ንሱ ዝብሉኺ ክስታይ ጌርኪ ኣብ ድሕረት ዘይከውን ሰጎካ እየ። ሙድ ትኣትዊ ስለ ዘለኺ ሲልቫና ሓፍተይ እንታይ ክብለኪ ደሊ መስለኪ ንዓይ ከም ንእሽተይ ሓፍተይ እየ ዝዛረበኪ ዘለኹ እዚ ናይ ማስ ሚድያ ኣጋባብ ስነ ስርዓት ኣጠቃቅማ ምፍላጥ ከገድሰኪ እዩ ንእሽተይ ኣለኺ ብልክዕ ከምዚ ናትኪ ዕድመ ኢኪ ትገብርዮ ዘለኪ እቲ ውዓይ ዓይ ትብልዮ ጸገም የብሉን ግን ብዝተካእለ ኮንትሮል ክትገብርዮ ፈትኒ ንስኪ ማለት እዩ ምስኡ ድማ ትምህርትኪ ፕራይቨሲ ናትኪ ናብ ፓብሊክ ክወጽእ የብሉን ፕሊስ ኩሉ ሰብ ጽቡቅን ሕማቅን ታሪክ ኣለዎ። ሲልቫና ሕጂ ከውጻኬ ሕጂ ከውጻኬ። ምኽሪ ስምዒ፣ ኣያታት ክመኽሩ ከለዉ ስምዕዮም። እንታይ ክብለኪ ደልየ መስለኪ ሲልቫና ሓፍተይ ኩሉ ሰብ ኣብ ሂወቱ ሕማቅ ሕማቅ ታሪክ ኣለዎ ጽቡቅ ታሪክ ከኣ ኣለዎ ፕራይቬሲ ግን ኣብ ሚድያ ኣይወጽእን እዩ ምክንያቱ ሰባት ብኡ ጌሮም እዮም ኣታክ ዝገብሩካ እዞም ብፍላይ ብፍላይ ንሕና ሓበሻ ነቲ ፕራይቬሲ ባዕልካ ዘዕለልካዮም ብኡ ጌሮም ይሃርሙካ እዮም ብኡ ጌሮም ከም ክትነብዕ ብኡ ጌሮም ክትብደል ወይ ድማ ውሽጥካ ሕማቅ ክስምዓካ ይገብሩካ እዮም ስለዚ ፕራይቨሲ እስኺ ምስ ፋሚሊ ናትኪ ክትሕዝዮ ይግባኣኪ ማለት እዩ ተረዲኽኒ ኣብዚ ሚድያ ግን ከምዚ ከማይ ክትስሕቂ ክትፃወቲ ኖርማል ትመፂ ኖርማል ማለት እዩ